እዚ ሓሳብ እዚ ናይ ኩለትና ሓሳብ እዩ። ምክንያቱ ድማ ኩላትና እንጸልኦ ወይ ድማ ኩላትና ክንሪኦ ዘይንደሊ ኣብ ወዲ ልረአ ባህርታትን እዩ። እዞም ባህርታት እዚኦም ድማ ሓደ ብሓደ ተንቲና ክንርኢ ኢና። እዚ ማለት ድማ ኣወዳት እንታይ ክገብሩ ተለዉ እዩ ልድብረና ወይ ድማ እንታይ ዓይነት ባህሪ ከርእዩና ተለዉ እዩ ለጥለእና። ሓደ ሓደ ኣወዳት ኣጓላት ኣይኮናለይ በቃ ሎማዓንቲ ይፋለጣ እሞ ድሕሪ ሰሙን እያ ሓዲጋትኒ ትኸድ ልፍቕሪ ምስ ጠየቕክዋ ሓዲጋትኒ ከይዳ ልብሉ ብዙሓት ወግዕታት የዋግዑኒ ሰሚዒና እልዚ ድማ ምኽንያት እኒኦዎ እዩ እዚ ድማ ካባየ ጀሚሩ ልጸልኦ ባህርታትን ፍቕረኛይ ወይ ድማ በዓል ቤተይ ክኾን ልደልዮ ባህሪ ለንጸባርቖ ባህርታት ድማ እኒኦ ኣብ ሓደ ወዲ እዞም ነገራት እሶም ክርእየሉ ተለኹ ድማ ወይ ክንርእየሉ ተለና ኩላትና ደቂ ኣንስትዮ

መንገዲ ይፈጥረልኹም ኣሎ ማለት እዩ ስለዚ ሓሳባትይ ድማ ጠቐምቲ ኮይኖም ተግኒኹሞም ወይ ድማ ሓንቲ ሓሳብ እኳ ተጠቒማትኩም ላይክ ሰብስክራይብ ምግባር ኣይትረስዑ እታ ቁፅሪ ሓደ ኢልና ልሓዝናያ ኣጓላት ኩላትና ካብ ባዕለ ጀሚሩ ካብ መጠን ብልዕሊ ኮንፊደንስ ለለዎ ወዲ ብጣዕሚ ኢና ንፀልእ ኮንፊደንስ በርግፅ ፅቡቕ እዩ ብባዕልኻ ምትእምማን ብባዕሉ ልተኣማመን ናብ ውሳነ ልኾነ ወዲ ኮንፊደንስ ማለት ፅቡቕ እዩ ግን ብመጠኑ ክኾን እንተሎ መብዛሕትኦም ግን ኦቨር ኮንፊደንስ በቃ ካብ መጠን ብላዕሊ ብባዕሎም ይተኣማመኑ እሞ እቲ ብባዕሎም ምትእምማኖም ድማ ላው ጉራ ዓይነት ይኸድ በቃ ኣነ እኮ ዘይፈልጦ ነገር የብለይ ለኣየልን ኣኽእኒ የለይ ናይ ሓሳብ እዩ ኩሉ ሻዕ ትኽክል ኣነ ልበልኽዎ ተለይ ኮይኑ ኣነ ከምዚ ኒኒ ዝኾነ ነገር ትርኢ ተለካ እኳስ ኣቕልል ኣቢልካ ምንጋር ኦ ከምዚ እኮ ተሳኪዑሉ ኢላ ንኣብነት ፍቅረኛኻ ወይ ቤስት ፍሬንድኻ ተዋጋእካ ተለ ኣቕልል ኣቢልካ ምራይ እዚ ሞታይ ኖርማል ኣነ ኸዚ ብሓደ መዓልቲ ክገብረሉ ክእሉ እየ ልብሉ ኒኦ ወደት ብጣዕሚ ጉረኛታት ማለት እዩ ይቅርታ ልዚ ቃል ከምዚኦም ዓይነት ኣወዳት ድማ ምስኦም ክተዋግኣ ይኾነይስ ብውሽጥኻ ናደበርቅካ ኢኻ ትጸንሕ ጉራ ብብዝሑ እዩ ልግለጽ ቅርሺ ኒኢኒ ብቻ ብማል ይኾነ ሓድሓዲኦም ይመጹ ኣነ እኮ ህንዲ ዝመጽሓፍ ኣንቢበ እየ ዝመጽሓፍ እዚ ምንም ኣብ ህንዲ እዚ መዓልቲ እኮ ህንዲ ዝመጽሓፍ ይውድእ ትንትን የብሉልኻ ልገበርዎ ነገር ልመስሕዎ ምሳሕ ከይቀሪ እንድዚ ቅርሺ እየ ኣውፅኤ ልበልዕ ይብሉ ልኣየ ልኽእለኒ የብለይ ሃማየ የለይ ለይኣነ ሰብ የለይ እዞም ነገራት እዚኦም ክሉ ተለ ወዳት ጉረኛ እዩ በቃ ኢልና ኢና ንሓስቦ ሓሻዊ ይሕሽ ይሎ እዩ ምክንያቱ ድማ ጉራ ለብዙሕ ሰብ ስለ ዓርሱ ብዙሕ ልናገር ብዙሕ ልናገር ሰብ ተኮይኑ በቃ ሕሾት ከይሓወሰ ኣይናገር እዚ ልፍለጥ ነገር እዩ ስለዚ ኦቨር ኮንፊደንስ ለለዎ ወዲ ኣይንፎቲ ኮንፊደንስ ለለዎ ወዲ ብርግጽ ንፎቲ ኢና ግን ብጣዕሚ ልገነነ ክኾን ተሎ ብለይ ኣነ ሰብ የሊ ልብል ተኾይኑ እዚ ወዲ እዚ ብኣነ ዓይኒ ጉረኛ ትዕቢተኛ ተባሂሉ እዩ ልግለጽ ስለዚ እዚ ባህሪ ተሃሊካ ክተቋርጾ ወይ ድማ ክትሓድጎ ኒኢካ ምኽንያቱ ድማ እትፈትዋ ጓል እዛ ባህሪ እዚኣ እኳ ሪኣሲ ትሓድገካ ትኽእል እያ ወይ ድማ ልፍቕሪ ክትሓትታ ልተዘጋጀኻ ጓል ትሃልያ እታ ጓል እሳ እዛ ባህሪኻ እዚኣ ብምርኣይ ጥራሕ ካባኻ ከርሕቃ ስለ ልኽእል ሓወይ እዛ ባህሪ እዚኣ ብምሕዳግ ድማ እታ ልፈትኻ እያ ልመረጽኻያ ጓል ኣብ ኢድኻ ንምግባር ሓንቲ ነጥቢ ሓዝ። እታ ካልኣይቲ ነጥቢ ድማ ብባዕሉ ለይተኣማመን ወዲ ኮንፊደንስ ለይብሉ ወዲ ኣንቶ ብጣዕሚ ኦቨር ኮንፊደንስ ለለዎ ኢልና ነርና ከዚ እንደገና ምንም ኮንፊደንስ ለይብሉ ምንም ውሳነ ክውስን ለይኽእል እዚ ማለት በቃ ምንም ክውስን ለይኽእል ዝኾነ ነገር ክገብር ተደልዩ በቃ ግድን ለኣኻለ ማኽረካ ባዕሉ ለይወስን ኢቭን ምስሑ ክመስሕ እኳ ሰምዚ ዓይነት ደከልዕ እስትምረፅለይ እስቲ ከም ዝተገበርኩ ተኣዩ በቃ ሕድሕድ ነገር ልናገረካ ሕድሕድ ነገር ባዕሉ ክውስን ይኽእል ናብ ምግቢ ጥራሕ ይኾን ምስ ዕረኽቱ ልክዝናነ ልባዕሉ ምስ እከለ ተኸይደ ሰሚ ይመስለኝ እዛ ስራሕ እዚኣ ተሰሪሐስ ትሳኽዐለይ ዶ ትኾን እዘን ቅርሺ እዚእን ከምዚ ተገይረየንስ ይሳኽዓለይ ዶ ከመይ በቃ ብዙሕ ኮንፊደንስ ለይብሉ ወዲ ኩሉ ልገብሮ ተግባራቱ ናጠየቀን ሓገዝ ልደሊ ወዲ እዚ እውን ኣይንፎቴ ብባዕሉ ይተኣማመን ኢልና ኢና ንሓስቦ ዓንቶ ብጣዕሚ ብባዕሉ ልተኣማመን እንተኾይኑ ጉረኛ ንብሎ እዚ እንደገና ምንም ብባዕሉ ለይተኣማመን ስለዚ ከይተሓዋወሰኩም ኣሕዋት ኢሉ ዝቃል ብመጠኑ ብባዕሉ ለ ክተኣማመን እኒኤዎ በቃ ብመጠኑ ክጫወተው ለለዎ ሰዓት ልጫወት ቁም ነገረው ልንገሮ ሰዓት ቁም ነገር ልናገር በዓሉ ክውስን ልኽእል ባዕሉ ሓደ ሓደ ነገራት ባዕሉ ወሲኑ ባዕሉ ለሳክዕ ብዛዕባ ስርሑ ድዩ ብዛዕባ ካሊእ ነገሩ ባዕሉ ልገብር ማለት እዩ እዚ ዓይነት ወዲ። ሕድሕድ ነገር ናጠየቀ ናዘርዘረ ልውዕል ወዲ እውን ፈፂምና ኣይንፎቲ ምክንያቱ ድማ ታእይዝከ ብባዕሉ ለይተኣማመን ኢልና ኢና ንሓስብ እታ ሳልሰይቲ ድማ ሓደ ሓደ ኣወዳት እኒእው ኣብ ፍቅሪ ገና ለይኣተዩ ናሃለዩ ጀስት ፍሬንድ ናሃለዩ ወይ ድማ ቀርብዋ ሻይ ቡና ገና ናተገባበዙ ናሃለዩሲ በቃ ልክዕ ኣብ ኢደ ሃም ለእተይዋ ይመስል ሓንቲ ሻዕ ሻይ ምስኦም ስለ ልሰተየት ወይ ሓንቲ ሻዕ ምስኦም ወግ ስለ ልገበረት ድዩ ሓንቲ ሻዕ ብቻ ስለ ለግነይዋ ንእሽተይ ስለ ለዋግዐቶም ዓሰርተ ግዜ ቴክስት ይልእኹ ይድውሉ ምንም ዕረፍቲ ለይቡ ሰላም ለይህወ ወዳት እኒኤው እዚኣቶም ብርግፅ እኮ ቴክስት ዓሰርተ ግዜ ምልኣኽ ዓሰርተ ግዜ ምድዋል ሕማቅ ብጣዕሚ ኾይኑ ለይኾነሲ ግን ሓደ ሰብ እኮ ሃይ ሃይ ትብሉ ኢኹሞዶ ሃይ ትብላ እሞ ልዛ ጓል እንድሕር ለይመለሰትልኻ ቢያንስ እስካዕ ትምልሰልኻ ትጽበኒ ኢካ ኸዚ ቀትሪ ኾይኑ እካ ሃይ ተይልኻያ ልኣብነት እንድሕር ለይመለሰትልኻ ኣብዚ ሃይ ኻሊእ ጽሑፍ ኣየ ምድርዳር የድሊ እኒኤው እዞም ሓደ ሓደ ወዳት ግን ሃይ ይብሉ የመለሰትሎሚ ደሕና ዲኺ የመለሰትሎሚ ስለ ቤተሰቦም ታሪክ ካብኡ ይዋግኡ ትርእዮ ድዩ ኣይትርእዮ እኮ ኣይፈልጥዎይ ድርድር ናበሉ ይውዕሉ እዚ ድማ ብጣዕሚ እዩ ልስልችወና የኾኑ ዶ ኣፍቃሪያ ክትገብረካሲ መቐለዲ ኢኻ ትኾን ቀትሪ ሃይቴልካያ ድሕር ለይመለሰትልካ ምሸት ሃመይ ውዒልኺ እኳ ሃመይ ምሽኺ ተበልካያ እኳ ክልተ ቃል ኣብ መዓልትስ ይሕሽ ተለይ ኮይኑ ግን እስካዕ ትምልሰልካ ርግዕ ኢልካ ምጽባይ ሃይ ድዩ ሰላም ድዩ ኢልካያ እስካዕ ትምልሰልካ ባዕላ ክትጽበኒ እካ ደዊልካላ እንድሕር ለይልዐለትካ እንደገና ደጋጊምካ ለይምድዋል ባዕላ እስካዕ ትድውለልካ ኩሉ ሰብ እኮ ስሎ ለይረኦዮ ይኮነ ለይልዕል ስልኪ ኩሉ ሰብ ቴክስት ለይምልስ እንደገና ስለ ለይረኦዮ ስለ ለይሞቸዮ ይኮነ በቃ ክጽሕፍ ስለ ለይተሞቸዮ ስለ ልደበሮ እዩ ዝናብ ምስ ስልቻይ ነገራት ስክኣል ሓድጋ ስኻ ጥፍእ ትብል እሞ ባዕላ ክትድውለልኻ ተላ እቲ ትደልዮ ነገር ምውጋዕ ተትጅምር እዩ ልሕሽ ተለይ ኾይኑ ሰላም እንድሕር ለይትዋ ኾንኻ ዕረፍቲ እንድሕር ለይትዋ ኾንኻ ግን ስልቺ ኢኻ ትብል ሃምዚ ዓይነት ወድለ እዛ ነገር እዚኣ ብለይ ምግባር እውን እተፍቅራ ጓል ልክተ ግኒ ትሕግዘካ እዩ እታ ራብዐይቲ ድማ ስርዓት ለይብሉ በቃ ምንም ስርዓት ለይብሎ መወዳት እኔው ሓደ ሓደ ፍቃሪት ስለልኾነት ወይ ድማ እሱ ስለልፍቅራ እሱ ስለልፎትያ ናባዕሉ ክትኾን ስለልደሊ እኮ ለኣኣ እኮ ከኽብራ ይኽእል እዩ ለኣ ለለዎ ክብሪ ልለዓለ ክኾን ይኽእል እዩ ምክንያቱ ዋላ ሓያል ሰብ ይኹን እምበይ ኣብ ፍቕሪ ኩሉ ግዜ ተሸናፊ እዩ ፍቕሪ ነገስታት የሸንፍ እዩ ፍቕሪ ለየሸንፎ ነገር የለ ስለዚ ተሓያል እየ ኣነ እኮ ልነኽእኒ የለ ልብል ሰብ ኣብ ኣፍቃሪቱ ክኾን ተሎ ትሑት እዩ ልእኾን ልኣ ከኽብራ ይኽእል እዩ ነገር ግን ልኣ ኣኽቢርካ ልኻሊእቲ ጓል እንድሕር ተመናጭ ክኾንካ ብሓደ ኮፍ ኢልኹሞ ሊስትሮ ናፅረግኹሞ ነል ልዚ ሊስትሮ ስኢልካ ብለይኾነ ኣነጋግራ ክብሪ ብልነክ ኣነጋግራ ትናገሮ ትኾንካ ዋላ ሻይና ሰትኹም ድዩ ኣብ ካፌ ኮፍ ኢልኹም ላስተናጋጅ ክብሪ ብለይብሉ መንገዲ ክተናግር ተለኻ ልሰባት ምንም ዓይነት ክብሪ እንድሕር ለይተርኢ ኾንካ ብጣዕሚ ብጣዕሚ እያ ትፈርሕ ምክንያቱ እዚ ሰብ እዚ ምስዚ ሰብ እዚ ሀም ኢልካ ትነብር ናጋ ንግሆ ላኣየኸርካ ኢኻ ትሓስብ ከምዚ ዓይነት ባህሪ ለለኩም ሰባት እንደገና ኣብ ኣፍቃሪትኩም ክተንፀባርቆ ወይልኩሚ እዚ ባህሪ እዚ እውን ክህል የውሊ ምክንያቱ ለክብር ሰብ ኩሉ ሻዕ ክቡር ዝኾነ ሰብ ጥራሕ እዩ እዚ ነገር እዚ ብደንብ ገይሩ ፍቅረኛና ከስእነና ይኽእል እዩ ስለዚ ስነ ስርዓት ለለና ተኾይና ባህሪና ልተቀረጸ ተኾይኑ እዛ ጓል እዚኣ እስኻ ስነ ስርዓተኛ ሰብ ኣኽበሪ ቤት ሰባ ኣኽባሪ ድሕር ለይ ተኽብር ኾንኻ ሰብ ሓዳር ጊርኹም እኳስ ንበል እና ኣወይ ኣቦኣ ገዛ ተመጽዮም ኩተባሮም ኣለኻ ማለት ኮዩ ብዚ ዓይነት እዚ ስለዚ ኣብዛ ስነ ስርዓት ትብል እንደገና ብደንብ ጌርኻ ሓዘኒ ሃወይ ስርዓትኻ ልሓልኻ ክትኾን እካ ምክንያቱ ናብ ፍቅሪ ህይወት ስኢልካ ተጋኒኻ ሻይ ሰቲኻ ካሊእ ነገር ጌርካ ልፈላለ ይኾነ ህይወት ዘሪኡ ላብ ውላድ ላብ ፍረ በጺሑ ሓደ መንገዲ ሂወትካ ትጓዓዘሉ እዩ እሞ እዛ እተፍቅራ ጓል ከይትስእና ምእንታን ስርዓት ለለካ ወዲ ክትኾን እኒኢካ። እታ ሓምሸይቲ ድማ ገና ኣፍቃሪትካ ለይኾነት ናሃለየት ወይ ድማ እስኻ ለይኾንካዮ ባህሪ ኣይተርእያ በቃ ባዕልኻ ኾንካ ቅረባ እስኻ ለይኾንካያ ባህሪ ኣይተርእያ ማለተይ የፍቅርወን እሞ ልዘን ኣጓላት ብጣዕሚ ካብ ምፍቃር ልሓለፈ ድዩ ባህሪኦም ድዩ ኣይፍለጥይ ልዛ ለፍቀርዋ ጓልስ ብሕማቅ ዓይኒ ይርእዋ ብልቦም እኮ ይፎትይዋ እዩም ግን ካብ ምንታይ ልመጻ እዩ ኣይፍለጢ ክርእዋ ተለው በቃ ብሕማቅ ዓይኒ ይርእዋ እሳ ትመጾም ተላስ ተላዒሎም ይከዱ እዚ ልምንታይ ክኮን ይክእል እንድሕር ተፍቅራ ኮንካ በርግጽ ኣፍቂረኪ ፎትየኪ ልማል ተፈሪሕካ እኳ ብስነስርዓት

ለይኾንኻዮ መሲልኻ ምርኣይ እውን ክትቑጠብ እኒኤካ። እታ ሻድሻይ ድማ ብጣዕሚ ብጣዕሚ ወሳኒት ስለኾነት ሱቕ ኢልኻ ኣይትቐልድ በል። ስለዚ እዚ ሰብ እዚ ህም ኢልካ ልፍቕሪ ክመፀልካ ይኽእል፣ ህም ኢሉ ቆልዑት ክዕብ እዩ ኢልካ ትሓስብ፣ ህም ኢሉ ህይወት ክመርሕ እዩ ኢልካ ትሓስብ፣ ኣብ ህይወት እውን ቐልዲ ልቕልድ እዩ ልመስለካ፣ ልኣኻ እውን ልቕልደካ ኣሎ እዩ ልመስለካ ሓደ ሓደ ግዜ። ስለዚ ቐልዲ ለይምብዛሕ። ንቕልዶ ነገር ድማ ምፍላጥ ብርግፅ ቀልዲ ፅቡቕ እዩ ግን ኣብ ልቕለደሉ ሰዓት እኒኦ ዘይቕለደሉ ሰዓት እኒኦ በተለይ ድማ ብጣዕሚ ብሰብ ልቕልዱ ሰባት እኒኦ ንባዕሎም ናባዕሎም ከይረኣዩ ሲ ልዛ ምሳኻ ለላ ጓል ክተስሕቕ ኢልካ ወይ ልካሊእ ሰብ ክተስሕቕ ኢልካ እንድሕር ልሰብ ትቕልድ ኾንካ ናጋ ልልኣየ እዩ ክቕልደኒ ኣረኸ ዝለልኣየ ይቕልደኒ ለይኾን እዩ ኢላ ምሕሳብ ኣይቀረ በዚ ዓይነት እዚ ድማ ደጊማ ላባኻ ምምጻእ ሓሳብ ኣይህለ። ተመጸት እውን ልቐልዲ ልጨዋታ ደቢሩዋ ተኾይኑ እዩ እምበይ ልፍቕሪ ልቑምነገር ኢላ ሓሲባ ላባኻ ኣይትመጺ ሓወይ። ስለዚ ቐልድታትኻ እውን ገደብ ክህልዮ እኒኤዎ። ስለዚ እዚ እውን ቁጡው ርጉዕ ወዲ ክትኾን እኒኤካ ሓወይ። ናይ ሎማዓንቲ ሓሳባተይ እዚኣቶም እዮም። ተጠቒሞም ከኣ ላይክ ሰብስክራይብ ምግባር ኣይትረስዕ። ሰላም።